ጸርፍ- ከፅርፍ ተኮይነ ሰራየ ንወዲ- ንወዲ ቢተው እየ ዝክሮ ነዚ ኪንግ ቢተው ዘሎ ንዑ እየ ዝክሮ ስንቲም ሳይ ዋጋ ዝኸፍል ዘሎ ከመይ ገይረ ኣዲዮ የፅርፎ ኣላ ከመይ ገይረ ዓዲ የፅርፎ መቃልስተይን ንዓይ ክዝክረ ኣለካ ነቲ ገንበርካ ዝህርም ነበረ ሽወደን ዝወ- ወዲቓ ዘልዓልካዮ ንዑ ክዝክሩ ኣለካ ንዑ ድኡ ወይ ንዑ ከባቢ ፀርፈሉ ተሊካ ተቃላ ተፅርፈሉ ተሊካ ገፅካ ጌጋ እዩ ነውሪ እዩ። እዚኣ ከማን ተላመድዋ ኩላትና ንላመዳ ካባይ ጀሚርና ኣብ ገዛኻ ንዝኾነ ሕብረተሰብ ኣይፅረፍን በርገ ንመን ክዝክር ኣለካ ነቲ በዓል መትከልካ ንሰመረ ክዝክር ኣለካ ንኩሉ ኣብ ገዛኻ መፂኻ ን- ኣውራጃ ሙሉእ ፀርፍ ስቕ እንተልካዮ ወይ ከዓኒ ንሓደ ካልእ ንሓ- ንውልቀ ሰብ ንውልቀ ሰብ ከም ድላይኩም ጥረፉ ውልቀ ሰብ ፀገም የብሎ ትበኣሱ ፀራርፍ ትኽእልኩም ንዓይ ከም ድላይ ክፀርፈኒ ይኽእል እዩ ሰብ ከባቢ ሙሉእ ግን ነውሪ እዩ እዚ ክንላመዶ ኣለና ካብ ሕጂ ቃልሲ ኢና ንቃለስ ዘለና ቃልሲ ምክብባር እዩ ምፍርራህ ዝበሃል የለ ኣነ ገርሞ ካብዚ ብርጌድ ንሓመዱ ይኹን ኣብ ዝኾነ ነገር ኣብ ኣብ ህይወተይ ዝኾነ ዝፈርሖ ኣነ ንሓደ ፈጣሪ ጥራይ ሓሳበይን ነፍሰይን ኣሚን ኢኻ ዝጓዓዝ ኣነ ስኢልካ ናይ ሰብ ሓሳብ ግፋጥ ሒዘ ከይኒ ኣነ ስለዚ እዚኣ ከ- ከየብለልኩም ሕብረተሰብ ዘፅርፍ ሰብ እቲ ዝወደቐ ሰብ እዩ ኣብ ገዝኡ ቅፅላ ሰመራ ሓወን
ሰላም ሰላም ኣስሓዊ ኩልኹም ኣብ ዘለኹም ስማዕ ኣለኹ ዶ እወ ስሙር ትዛረብ ኣለኻ ተዛረብ ስማዕ ኣለኻ ሶሪ ቅደታ
ፀገም የለን ተንኪ ወዲ ክለስ ሓወይ መጀመርያ ንዓኻ ማለት እዩ ንዚ ዋጋ ንዚ ቃልሲ እዚ ፅናሕ ክሳብ እሞ መወዳእ ፅናሕ እሞ ስሙር ስሙር ፅናሕ ሙዚት ከፊትኩማ ዶ ከፈትኩማ ደቂ ዓበይቲ ሙዚት ጓል ሓማ ከፊትኩማ ዶ ከፈትኩማ ታብታብ ግበር እሞ ከፍትኹ እዮም ቀፀል በች
ኦኬ ተንኪዩ ወዲ ክለስ ሓወይ መጀመርያ እ፣ ኣብ መትከልካ ክሳብ ዝፀኒዕካ ዘለካ ተንኪዩ ማለት እዩ ብጣዕሚ ደመስግነካ ምክንያቱ ከም መቃልስተይ ማለት እዩ ምክንያቱ ኣብ ዝኮነ ነገር ኣብ ዝኮነ ዕላማ ኣብ ዝኮነ ቃልሲ ቃልሰይ እ፣ ኢልካ ዝኣመን ከሎ ኩሉ ክሳብ መወዳእታ ክትኸዶ ማለት እዩ ብዘይገዲ ሰብ ዝብለካ ያ ሰብ ብዙሕ ክብለካ ክእል እዩ ብዛዕባ ሰብ ዝብለካ ንዓኻ ወላ ሓንቲ ክስከፍ የብልካን ንዝኾነ ዕላማ ክስሕት የብልካን ማለት እዩ ምክንያቱ ዕላማ እዩ ትኸዶ ዘለካ ኩሉ ግዜ እንተተጋጊኻ ከዓ ተጋጊኻ ኢሎም ብጭጡ ከምፅሉ ከለዎም ክትእርመካ ኣለካ ማለት እዩ ንሕና ዝእርመካ ከዓ ንሕና እንእርመካ ማለት እዩ መቃልስትካ ማለት እዩ ኣብ ዝኾነ ሰብ ክፈልጦ ዘለዎ ማለት እዩ ኣብ ብርጌና ሓመድ ደሎ ብርጌድ ንሓመዱ ዓወትካ ዳ ንኣብነት ዓወትካ ዳ መቃልስትና እዩ ተዲካ እዚ ሕጂ ገርዎ ዘሎ እሱ ገድካ እቲ ተተጋግዩ ንሕና ዳ ኣልና ክንእርሞ ምሳና ዳ ኣላ ክረዳዳ ኣለዎ እምበር ህግደፍ መጽዩ ካብ በኮሎግዛ ይኹን ካብ ሰላ ይኹን ካብ ሓማሴን መጽዩ ዝኾነ ማንም ጸላኢና ኢልና ዘቐመጥናይ ህግደፍ መጽዩ ክዛረብ ኣነ ፍቅደሉን ማለት ወዲ ክረስሓው ስለዚ ብታንስኻ ዘለኻያ ቀጽል ናተይ እዚ ናተይ ማለት ንዓኻ ብታ እስኻ ዘለኻያ ብቲ ንዓኻ ንስኻ ሓሳብ ሕተት እ፣ መልስ ዝኾነ ነገር ማለት እስኻ ኣብ ጉዕዞኻ ተቃለስ ብቲ ንስኻ ንምስለካ ሕቶታት ተምፅእ ትኽእል ሓሳብ ተምፅእ ትኽእል ኢኻ ደስ ዝበለካ ማለት እዩ ስለዚ እ፣ ካልኣይ ከዓኒ እ፣ ቢዶ ዝበሃል ከዓኒ ትብሎ ፀናሕ ሆዲ ክረስ ሓወይ ብጣዕሚ እዩ ፅቡቅ ማለት ኣነ ኣብ ዝኾነ ክሳብ ካብ ጅምር ክሳብ ሕጂ ብቢዶ እየ ድ- እ፣ ዝዛረብ ማለት እዩ ምክንያቱ እዚ ቃልሲ ኣነ ሕዘ ዝለ ቃልሲ ዋጋ ከፍለሉ እየ ተሓቢኤ ዋጋ ክከፍል ኣይደድኒ ኣነ ኣይፈትነ ወላ ማለት ስለዚ ኣብዛ ኣውራጃ ገል ዝበልካዮ ኣውራጃ ምሕደራ እዩ በውራጃ ሃገር ኣይኮነ ንስ ይብለካ ኣለኹ እታ ሰንዓፈ ምሻለ ኣነ ወዲ ከባቢ ሰንዓፈ ሰንዓፈ ምስ ሰንዓፈ ክተድሕና ኣይትኽእልኻ ግደፎ ኣውራጃ በውራጃ ዝበሃል ኣይስራሕን እዩ በውራጃ ፖለቲካ ይሰርሕ እየ ትብል ተለኻ ወላ ሓንቲ ክትዕወት ኣይትኽእልና ክሰርሕ ወላ ኣይትኽእልን ኢኻ ማለት እንታይ ዳ ዋጋ ጥራይ ኢኻ ክፍለካ ዋጋ እንዳክፈለካ ይኸይድ ማለት እዩ ስለዚ እዚ ኣውራጃ ገለ ኢሎም ዘምፅዎ ዘለዉ ከዓኒ ክትግበራ ባባ ዓድሽ ቀፅል ሰመና እዚ ኣውራጃ ገለ ኢሎም ዝምፅዎ ዘለዉ ገርመካ ኣጀንዳ ናይ ህግደፍ እዩ እዚ ኩሉ ዝሰርሑ ደለው ህግደፍ እዮም ማለት እዩ ስለዚ ንዞም ኣውራጃ ኢሎም ድመፁ ምስሎም ቆሊዑም ደምፁ ምስሎም ቀሊዖም ሲ ንሕና በውራጃ ፖለቲካ ክንሰርሕና ኢሎም ይምፁ እንዶ ክንሪኦም ኣበይ ክበፅሑ ስለዚ እዚ ኣውራጃ ገለመለ ኣነ ብዙሕ ኣይኣምነሉን እየ ወላ ተዛሪበ ብዙሕ ኣይግደስን ኣነ ማለት እዩ ስለዚ ንሕና ብዚ ዘለና ክንቅፅል ኣለና ማለት እዩ ንሕና ተወፅዕና ናብ ውፅዕ ህዝቢ ኣለና ንዓድና ክንኣቱ እንደልና ስለዚ ዕላማና ብርጌድ ንሓመዱ ከዓ ዕላማ ኣለዎ ስለ ህዝቢ ይቃለስ ኣሎ ዋጋ ተኸፊሉ እዚ ዋጋ እዚ ከዓ ዋጋ ዕዳጋ ዘወቱ ሰብ ማንም ሰብ መፅኡ ካብ ኩሉ ፅናሕ መሰ ሰመረ ሰመረ ፅናሕ እሞ ካብ ኩሉ መትከል ክህልወካ ኣለዎ መትከል መልሓስካ መትከል ክህልወካ ኣለዎ ሎሚ ተዘረብካያ ፅባሕ ክደግማ ኣለካ እዚኦም እንታይ ደን ከፊኦምና ዘለዉ እዞም መትከል ዘይብሎም ሰባት ትማሊ ካልእ ይብልዎም ነይሮም ክነጥፍኣኩም ኢና ብሎም ነይሮም ሎሚ ዓንቲ ኣሕዋትና ዝብሉ ሰባት ኣለዉ ከምዚ በቃ እዚኦም መትከል ዘይብሎም ጠቕላላ ተረዲካ ኣሎ መትከል ዘይብሉ ሰብ ክጠፍእ በቃ ንቃልሲ ኣይጠቅምን እዩ ተረዲካ ኣሎ ሰመረ ሎሚ ተዛረብካ ድሕሪ ሽዱሽተ ወርሒ ዘይደግማ እንትኾንካ ስኻ ሰብ ኣይኮንካን መትከል ክህልወካ ኣለዎ ሰብ መትከለኛ ክኾን ኣለዎ ተረዲካ ኣለዎ በቃ ሓንቲ ሓንቲ ክትኮን ኣለዎ ቃልካ ፖለቲካ ክትቅይር ትኽእላ ብሩህ መፃኢ ገለ ሓሳባት ክትቅይር ትኽእላ ዓባይ ትግራይ ክትብልካ ገለገለ እዚ ክሳይ ግን ተዛረብካያ ዘረባ ቃል ዓመ ዝተዛረብካያ ለብዘበን ካልእ መሲልካ ትመፅእ ተኾንካ እቲ ቪድዮ ኣይሰደካኒ ኣይምሕረካኒ ቪድዮ ኣሎ ኣይሰደካኒ ኣነ ተዛረብኩ ዓሚ ኣይምሕ- ኣይምሕረኒ ክሳድ እያ ትቆርፀ እንዳ ቪድዮ ስለዚ ሰብ መትከላይ እው ክኸውን ኣለዎ እዚኣ ከፊኣትና ዘላ ኣብዚ ብርጌና ኣእምሮኻ ሎሚ ገለ ክብል ፀንሕ ሰብ ንፅባሒቱ ከዓ ገለ ክብል ፀንሕ ስለዚ መትከላውያን ከሎ ከም ሓሳብ እዩ ዓባይ ትግራይ ደሊ ክ- እዩ- ደሊ ሰብ ተሊ ክብል ይኽእል እዩ መሰሉ እዩ ስለዚ እ፣ ቀፅል ሰመረ ናብኻ ሶሪ ሕጊ ወዲ ገዛ መትከላዊ ክኸውን ኣሎ ሰብ እዛ ዓባይ ትግራይ ወደሓን ግደፎ ማለት ሰብ ሕጂ ከም ዝበልካ ኣብ ብርጌድ ንሓመዱ ሲ እ፣ ብዙሕ እ፣ ናይ ምንቅስቃስ ብዙሕ ተቃላሳይ ንዘሎ ተርዲካ ኣሎ እዚ ዓባይ ትግራይ ገለ እዚ ምስሊነት ዘምፅዎ ስታይ ተረዲካ ኣሎ ዓባይ ትግራይ ክብል ይኽእል እዩ ግን ብሓሳብ ኢኻ ስኻ ተምጉቶ ስለምንታይ ይብለ ኣሎ ኸረው ቢልካ ሕዞ ሕዚ እዚ ዓባይ ትግራይ ገለገለ እዚ ምኽኒት እዩ ወላ ሓንቲ እዚ ኣጀንዳ ናይ ህግደፍ እዩ ተረዲካ ኣሎ ድክለስ ሓወ እንዳ ዘምፅኦ እዚ ናይ ህግደፍ ኣጀንዳ እዩ ኮፍ ኢሉ ፋሕ ዘብሎም ዘሎ ኣብ መንጎ ዘእትዎም ዘሎ ህግደፍ እዩ ዓባይ ትግራይ ኣውራጃ ኢሉ ገለ እዚ ንሕና እዚ ንዓና ጉዳይና ኣይኮነን ንሕና ዕላማና ዕላማና ነፂር ንቕድሚት ክንከይድ ኣለና ማለት እዩ ወዲ ረስሓዊት ተኸዲት ኣሎ ስለዚ እዚ በዓል ጃብር በሎ ጃብር ወላ ሓንቲ እሱ ስርሑ ይሰርሑ ደሎ ኣነ ንጃብር ክነግረካ ወዲ ረስሓዊ ኣይፅለኒ እምበር ንጃብር ኣነ ኣይፀሎን እዩ ምክንያቱ ጃብር ስርሑ ይሰርሑ ደሎ ዕላማ ይድሃርም ደሎ ካብታብ ጎር ደቂ ዓበይቲ መስመር
ተረዲእካ ወዲ ክለስ ሓወይ ንምንታይ ተልካኒ ኣቦታትና ክወርዱ ከለዉ እሰያስ እኮ ተረዲእካ ነቦታትና ዕላሙ እንዳሃለም እንዳጥፎም እኳ ይመፅዩ ንዕላሙ ብዙሕ እዩ ሰሪሑ ማለት ስለዚ በዓል ኣፈወርቂ ዝተዛረብዎ ዘለዋ ወይ ሰርሑ ዘለዉ ስራሕ ከዓ ተኸፊሎም ሰርሕዎ ዘለዉ እዚ ዕለምኦም ስለ ዝኾነ ንሶም ዘይኮኑ ገይና ንሕና ገይና ናትና ጌጋ እዩ ማለት እዩ ንሕና ክንቃለሶም ዘለና ወዲ ክለ ዝተቃላሳይ ኣነ ንጃብር ኣምፅኤ ገዛይ ሲ እንታይ እናበልኩ ከዘሩ ኣነ ንጃብር
እሰራ እሰራ ስምራ ሕጂ እዚ ብዋጋ ዝተኸፈለ ኣሕዋትና ዋጋ ዝኸፈልዎ መፂኡ ክዛረብ ከሎ ኣብ ገዛይ ምፅኤ ስታይ ኢለ ክዛረብ ንጃብር ማለት

ንሕና ከም ከም ተቃለስቲ ከም ብርጌድ ንሓመዱ ኣብ ንሕና ኣምጺና ንዕድሞ እንተኮይንና ሲ ይብለካ ኣለኹ ስዒድ ተወከል ጌጋ የብሉ ናትና ጌጋ ንሕና ጌጋና ክንስከም ኣለና መጀመርያ ተቃላሳይ ተባሂልካ ዋጋ ዝኸፈልካሉ ቃልሲ መጽዩ እስኻ ቦታ ተኸፊትካሉ ገዛ ተኸፊትካሉ እንታይ ዳ ክገብር ደሊኻ ዕላማ ኣለዎ ሰብዚ ዝሃርሙ ዕላማ ኣለዉ ንምንታይ ኢና እንዳተቃለስና ከለና ሓደ መፅኡ መንጎ ኣተቲኻዮ ዳሞ እንታይ ዳ ክግብደ ኢልካ እዚ ናትና ጌጋ ስለ ዝኾነ ካብዚ ወፂና ሕና እዚ ዋጋ ዝኸፈልናሉ ቃልሲ ኣነ ብ ስራኤል እየ ዝነብር ኣብ ስራኤል ይብለካ ኣለኹ እዚ ዋጋ ከፊለለይ ኣነ ምስ ኣሕዋተይ ምስ ብፆተይ ማንም ሰብ ብዙይ ዝፈርሖ ብለ ወላታ ሂወተይ ትሕለፍ ምክንያቱ ዋጋ ከፊለለ ክሳብ መወዳእታ እዩ ክኸዱ ማለት እዩ እንተደልዮም ትግራይ ይበሉ ተደልዮም ዓባይ ትግራይ ይበሉ ተደልዮም ኣውራጃዊ ይበሉ ደስ ዝበሎም ዝበሉ ኣነ ብፆተይ ደቂ ሰራይ ኣለዉ ደቂ ሓማሴን ኣለዉ ምስሎም ብፆተይ እዚኦም ዋጋ ከፊለለ እየ ክሳብ መወዳእታ ክኸዱ ማለት እዩ ኣብ ብርጌድ ንሓመዱ ኣብ እስራኤል ኣለኹ ኣነ ኣብ እስራኤል ተተጋጊ ከዓነ ኣነ ተጋጊኻ ድብሎ ህግደፍ መፅኡ ስዒድ ተወከል መፅኡ ተጋጊኻ ክብሎሲ ኣይምልከቶን እዩ ኣነ ተጋጊኻ ዝብሎ ስለዚ ወዲ ክረስ ሓወይ ብስ ዘለና ንቐፅል ስለዚ ንጹር እያ እዚ በቃ ቴንክ ቀፃሊ እዩ ታንኪ ወዲ ክረስ ሓወይ ኣጆኹም ብራቮ እያ ንጹር በቃ ጽፉፍ እ፣ መልእኽታዊ እ፣ ሓላፍነታዊ ብዘይ ጨርፊ ንኸይደ ወዲ ቢተው ኪንግ ቢተው ቢተው ኪንግ ሶሪ በሬ ሚት ግበራ በሬ ድሕንካ ግበራ በረኸት ሚት ግበራ ስነ ስርዓት ኣብዛ ገዛ ስነ ስርዓት ክብሩ ኣለኩም ቀፅል ወዲ ቢተው ሚት ኣለካ ወዲ ቢተው ኪንግ ቢተው ቢተው ኪንግ ሶርያ ሓወሸ ሚት ክፈታ ኦኬ ሰላም ቢ- ቢዶ ክፈታ ሚት ክፈታ ጎነይ ሶሪ ያላታ ኣሎ ኣይተኸፍተን ኣሎ ቪድዮ ያ እስክሚ ኣድሚን እባ ኮመንት ክፈትዎ ኣባት ባይ ከፍቴ ኣለኹ ብራ ኦኬ እሞ መስመር ገለ ኮይኑ ማለት ናተይ ያ ቀጽላ ሓሪኤካ እያ ቀጽላ ቀጽላ አዎ፣ ከፊቴ ኣለኹ ብሓደ እማ እውን ኣይዛረብን ሓንሓን ኢኻ ሪኤካ እየ ኩሉ ግዜ ትከታተለካ ስለ ዝኾንኩ ቀጽላ ኦኬ። እንታይ ንመስሊኩም ብሓፈሻ እ፣ እቲ ናይ ጀርመን ከም ሕጂ ንሕና ወላ ኣነ ከምቲ ክግበርሲ ይቕበሎ እየ ብፍላይ ኣብቲ ናይ ቅድምሲ ኦኬ ሕቶና ኣይተመለሰን ገለ ስለ ዝነበሩ ኦኬ ፅቡቕ ኢልና ተቐቢልና ኢና ማለት እዩ ድሓራይ እውን ኢሎምሲ ምስ ተኻይደ ድሕሪ ቀዳማይ ጉባኤስ ናይ ምርዳእ መንፈስ ከም ዘለዎም ሰሪድ ነሩ ኣብዚ ሕጂ ዝኸይድ ዘሎ ግን ንሕና ኣብዚ ከም መንእሰያት እቲ ዝተኸፈለ ዋጋ ክጥምቶ እውን ኣይከኣሉን ከም ሰባት ናካል እዮም ዝኸዱ ዘለዉ ብድሕሪት ከም ዘለዎ ከዓ ብዙሕ ንዕዘብ ኣለና ኩላህና ማለት ብሓፈሻ ከምታ ዝበለካ ዝወዲ ግን ንሕና እዚ ቃልሲ ናይ መንእሰያት ንሕና ኣብቲ ሓዊ ኣብቲ ናይ ህይወት ዝኸፈልናሉ ዘም መንእሰያት ኢና እዚ ቃልሲ ከዓ ንዓና እዩ ዝምልከት ነቶም ናይ ጀርመን እቶም ከይዶም ዘለዉ ሕጂ እቶም ኣብቲ ሕልፍነት ዘለዉ ከምዘይምለሱ ይፈልጥ እያን ኣብቲ ሕልፍነት ዘለዉ ኣብቲ ናይ ነገር ስለዝኣተዉ ኣብ ጠርፊ ናብ ገለ ምልስ ዝኣተዉ ክምለሱ ከምዘይክእሉ ይኣምን እዩ ከምሰብ ምናልባት ናብ ካልእ ውድባት እዮም ፀድፉ እንታይ እዮም ገብሩ ክረአ ኢና ሓቢርና ማለት እዩ ነቶም መንእሰያት ግን ክንስሖም ኢና ጠበያ ይብሉ ብዙሕ ንዓበይቲ ንሕዋቶም ደኣምኑ ንሕዋቶም ኣሚኖም ዝኸድዎ ቃልሲ እዩ ስኢልካ እዚ ሲ ወዲ ዓደይ ወዲ ከባቢ ኢልከም ስለዝኸዱ ኣብኡ ካጥሒሎም ኣለዉ ንዕኦም ክንስሖም ኢና ፀገም ዝበሃል የብልናን ማለት እዩ ኣነ ኣብኡ ኣብ ጀርመን ስለ ዘየለኹ እ፣ ንሓንቲ ብራቮ ያ ነገራት ብራቮ ወላ ሕጂ እዚ እዚ እዚ እዚ እዚ- እዚ ሕጂ ር- ካብ ውሽጦም ዘውፅዎ እቲ ምስጢር ርኢኻዮ እቲ ቪድዮታት ዝወፅእ ዘሎ ባዕሎም እዮም ኣውፅኦሞ ካብ ምስጢሮም እቶም መንእሰያት ዘይኣምንሉ ነቲ ናይ ዓበይቲ ዘይኣምንሉ ካይዳ ባዕሎም እዮም ኣውፅኦሞ ተረዲካ ኣሎ ያ ያ ምሳኻ እቲ ኣለኹ እኮ እቲ እቲ ዝወፅእ ዘሎ ከምዚ ክንገብር ኢና ፖለቲካ ኢና ንሰርሕ ዘለና ዝበሉ ኣብኡ ዘይኣምንሉ መንእሰያት ኣለዉ ተረዲካ ኣሎ ኣነ ሕጂ ንባዕለይ ብውራጃ ፖለቲካ እምኒ ተረዲካ ኣሎ ወላ እንተኣተኹ ነዚ ቃልሲ እዚ ክባላሽ ዝርእዮ ሳኹ ዝረኣኹዎ ሰብ ኣነ ከቃልዑ ንምንታይ በለኒ እዚ ቃልሲ እዚ ዋጋ ከፊልናሉ ኢና ዕንቲ ከፊልናሉ ኢና እሱራት ኣለውና ተረዲካ ኣሎ ስጋብ ሕጂ እኮ እሱራት ዘይወፁ ኣለዉ ዘይተፈትሑ ኣለዉ እኮ ንሶም ንሕና ፋሕፋሕ እንተልና ሕጂ መን እዩ ንዕኦም ክኣልዮም ዝኣልዮም ሰብ የለን ንሕና ብሓደ እንተሊና ግን ገንዘብ ኣዋፂና እና ብሕጋዊ መልክዕ ዲና እቶም ናይ ትምህርቲ ዘለዎም ኣፍልጦ ድም ከውፅዎም ይኽእሉ እዮም ከውፅዎም ዘይኮኑ ሲ ዋላ ካልእ ትረፍሲ ገለ ነገር ክንገብር ንኽእል ኢና ተኣኪብናስ ቁሩብ ገንዘብ ነውፅእ ጎፋውንድሚ ንሕና እንተተፈላለና ግን ነቶም እሱራት ንርስዖም ኣለና ነቶም ህሩማት ንርስዖም ኣለና ስለዚ እዚ ጉዳይ ወፂኡ ዘሎ ካብ ማእኸሎም እዚ ለንቂነ ቢሮታት ወፂኡ ዘሎ ባዕሎም እዮም ኣውፅኦም እቶም መንእሰያት በቃ እዚ ኣይኣመኑሉን ኣካይዳ ኣውፅኦሞ ሕጂ ያ ቀፅል ሶሪ ከሊፈካ ንስካ ኢለካ ንሓፈሻ ሲ እ፣ ብድሕሪት እ፣ ሓ- ብድሕሪት ስለ ዘሎ- እ፣ ብድሕሪት ሰባት ኣለዉ ንሳቶም ከ እንታይ እዮም ከምዛ ዝብለካ ዝፀንሐ ነቲ ምእማን ኣሎ ወዲ ከባቢ እዚስ ኣይሃስየኒ ህግደፍ ግን ብሓውካ እዩ ዝቐትለካ ነዚ ቃልሲ ግን ከም መንእሰያት ኣይሓዝዎን ወዲ ዓድኻ ብሓውኻ ብእጎሪ ኣብ ናትካ ሽግር ወይ ናትካ ዓቕሚ ናይ ስነ ሓሳብ ርእዩ ብዩ ዝኣትወካ ብኡ ሪኦም ካ ነዞም መንእሰያት መዚኖሞ ማለት ኣብ ቃልሲ ከምዚ ነራ ኢና ኣገደ ከምዚ ነራ ኢና ከምዚኦም ገሮምና ከምዚ ገሮና እናበሉ ናብ ታሪክ ናይ ሓምሳታት እናተመለሱ ነዚ መንእሰይ ኣብ ኣብዘየድልዮ ኣርእሲ እትዮም ኣለዉ ንዓም ከዓ ከነውፅኦም ምዃና ከዓ ይኣምን እያ ብሓፈሻ ማለት እዩ ንሕና ግን ከም መንእሰያት ግን እዚ ቃልሲ ናህና እዩ ንብላ ኣለና ዋላ ንስ ኣብቲ ናተይ ቲክቶከር ከዓ እዚ ቃልሲ ናህና ናይ መንእሰያት ንሕና ጥራይ ክንሕዞ ዝግባእ ካልኣይ ከዓ ንሕና ከም መንእሰያት ናትና ስነ ሓሳብ ሓደ ዋላ ሓውካ ኹን ዋላ ወለድኻ ወደ ኣባኻ ኹን ዝኾነ ናይ ክሶ ወዲ ኩረስ ከምዚ ኢልኒ ወዲ ኩረስ ፀላኢኻ ተድካ ብኸመይ እንታይ ጭብጢ መረጋገፂ ሓቲትና እንተዘይከይድና ኩላና ክንፀድፍ ኢና ጠቓላ ናይ ጀርመን ከም ተዓዘብኩ ሕጂ ኣብ ቅድሚ ኩሉ እቲ ክልተ ዓመት ዝወሰደ ናይ ሓለፍቲ ይኮነ ፀገም እቶም ኣባላት ክሓትዎም ኣይከኣሉ
ናበይ ንፅድፍሉ ኣይሓተቱን ናበይ ንፅድፍ ኣለና እንታይ ንኸውን ኣለና ኣይሓተቱን ናበይ ንኸይድ ኣለና ካብ ክልቲኡ ብዘየገድስ ናበይ ንኸይድ ኣለና እንታይ ጭብጢ ዘለካ እንታይ መኳ ኢኹም ህዝቢ ክመርሑ ብህዝቢ ዘይምርሑ ተኮይኖም በቃ ግድ ናብ ናብ ዝደልዎ መንግስቲ ኣንፈት ክወስድዎ ግዴታ እዩ ናይ ጀርመን ሕጂ እቲ ብራብ እሲ በቃ ናቶም ናይ ጀርመን ተሪካ ሕጂ እቶም ኣባላት ሲ ደም እንዳኸፈሉስ ናበይ ይኸድሉ ኣንፈቶም ኣይፈልጡን ካብ ክልተ ሽሕ ዝኾኑ ህዝቢ ኣብኡ

ናቱ ዋላ ተሪፋ እቲ ናይ ስመር ዝነበረ ካብ ናይ ኤርትራ ምልኡ ዝነበረ ካብ ሮጃ ምፍላ መፀ ስጋብ ናብ ምኡ ዞባ ይወርዩ ሕጂ እውን ቃልስና ሓ መንስያት ክንሕዞ ማለት ኢና ናህና ንሕና ደም እንዳኸፈልናሉ ገለ እንዳኸፈልናሉ ዓብይ ዶ ናይ ቃልሲ ተመክሮ ኣሎ ኣለዎ ዶ ገለ እንዳበልካ ዝኸይድ ቃልሲ ትደርፍ